እቲ ዘይርጉእ እዋን ደራሲ ሲድኒ ሸልደን ተርጓሚ ተኪኤ ገብረማርያም ምዕራፍ ሰላሳ ኮሎኔል ኣኮካን ሽዱሽተ ዓበይቲ ፖለቲካውያን ሓለፍትን ወታደራዊ ካርታ ገንፂሎም ኣብ ስልታዊ መፅናዕቲ ተንጀይመን ብፆቱን ይንቀሳቐሱዎን እዮም ኢሎም ዝጥርጥሩዎን ዓድታት ኣተኪሮም ይዕዘቡ ነበሩ። ኮሎኔል ንጀይመ ክሕዞ ብዘይምኽኣሉ ስለ ዝሓረቐ ገፁ እስርስር ኣቢሉ ናብ ግዝኣት ባስክ ገፆም እዮም ዝኸዱ ዝህልዉ። ደገፍ ደልዩ በብሓደ ጥምት ኣበሎም። መልሲ ምስ ሰኣነ ዘረብኡ ብምቕፃል ናብ ቦርጎስ፣ ቪቶርያ፣ ሎጎሮኖ፣ ፓምፖልና ወይ ድማ ሳባስቲያን ካብዚኤን ሓዲኤን ኢሉ ዘርዘረሎም። ካብቶም ምስኡ ተረኺቦም ዘለዉ ሓለፍቲ ዋላ ሓደ ሰብ ዝኾነ ይኹን ግብረ መልሲ ዝሃቦ ኣይነበረን። እንታይ ደኣ ኮይኖም እዮም ስቕ ኢሎም? ኣብ ሓሳብ ኣእተወም። ነብሰ ምትእማን ስለ ዘጥፈ። ቀንዲ ጥርጣረይ ግን ሳባስታን እዩ። ስለዚ ቅድሚ ምብጽሖም ኣኳሊምና ክንሕዞም ኣለና። ዘርባዕባ ኣብዝሐ እቲ ቅድም ኢሉ ካብ ምስጢራዊ ጉጅለ ኣዚኻ ትዝንግዓ ኣለኻ ግዜ ከይዳ ኣሎ ዝብል ዝነበረ ጻውዒት ቴሌፎን ስለ ዝዘከሮ ገዲፎም ሰራዊት ሒዙ ብናህሪ ናብ ሰባስትያን ገጹ ተወንጨፈ። ጄሜ ድማ ስቴርሶ ማኪና ሒዙ ጉዕዝኡ ናብ ሰባስትያን ነበረ። ጄሜ ገጹ ናብ ፌሊክስ ምልስ ኣቢሉ ሰባስትያን ምስ በጻሕና ንሩቤዮ ካብ ፖሊስ ከመይ ኣቢልና ከነውጽኦ ከም ዘለና መደብ ክንሰርዕ ኢና በሎም። ፊሊክስ እውን ነቲ መደብ ብሓጎስ ስለ ዝተቐበሎ፣ ጽቡቕ ሓሳባት እምበር፣ እዚኣ እንተ ደኣ ተዓዊትና፣ ጸላእትና ዓበድበድ ክኣትዎም እዩ። ፍሽኽሽኽ በለ። ኵሉ መደባቶም ክትሰምዕ ዝጸንሐት ሜጋን ብዛዕባ ብጸይታ ድንግል ስለ ዘገደሳ፣ ንሲስተር ሉችያኸ ምስኡ ኸተውጽዋ ዲኹም? እናተሰከፈት ሓተተቶም። ጄሚ በቲ መስትያት ጥምት ኣቢሉ፣ እንታልኪ ሲስተር? ተመሊሱ ሓተታ። ሲስተር ሉቻ ምስ ብጻይኩም ብሓባር ብፖሊስ ተታሒዞም ኣለዉ ክትብል ዝሰማዕኩኻ መስለኒ። እወ ኢለ ነይረ፣ ይኹን እምበር ሲስተር ሉቻ ሓቀኛ ድንግል ኣይኮነትን፣ ንሳ ብቕትለት ሰባት ብፖሊስ ክትድለ ዝጸንሐት ገበነኛ'ያ። ንሕና ምስ ወንጀል ዝፈጸመት ገበነኛ ኣይንደናገጽን ኢና። ሜጋን ሰንበደት ምኽንያቱ ቅድሚ ምስ በዓል ጀይ ምምርኻበን ንሳያ ትመርሐን ነይራ በቲ ትወስዶ ዝነበረት ስጉምቲ ድማ ትሕጎሰላን ተድንቐን ነበረት ስለዚ ደንገጸትላ ንብጻይኩም ከተውጽኦ መደብ ካብ ሓንጸጽኩም ደኣ ንዓ እውን ምስኡ ለኩማ እምበር ሕሉፍ በደላ ኣሪማ ድንግል ክትከውን ዝመነነት እያ ጀይ መገሪሞ እንታይ ዓይነት ሲስተር እያ ኢሉ ድሕሪ ምድናቕ ገጹ ናብ ፊሊክስ ምልስ ኣቢሉ ሓቂያ ብሓባር ከነውጽኦም ኢና ምኽንያቱ ንኽልቲኦም ካብ መንጋጋ ፖሊስ ኣውጺኦሞም ዝብል ኣርእስቲ ዜና ፈጢርና ዓቢ ፕሮፖጋንዳዊ መኽሰብ ክንረኽበሉ ኢና በሎም። ሓያሎ ምስ ተጓዕዙ ሰለስተ ወተሃደራት ዝሓዛ ዓበይቲ መካይን ናብኦም ገጸን ክመጻ ብርሑቕ ተዓዘቡወን። ንዛ ጽርግያ ክንገድፋ ኣለና። ጀይሞ ወሰነ። ሓንቲ ናብ ምብራቕ ኣንፈት ትወስድ ኩርናዕ ስለ ዝረኸበ ንጸጋም ተጠውዩ ናብ ካልእ ጽርግያ ተኣልየ። ብዙሕ ተጓዒዞም ስለ ዝደኸሙ ሜጋንን ኣምፓሮን ክታኸሳ ብመስትያት ረኣየን። ከዕርፉ ስለ ዝነበሮም፣ ኣብ መገድና ሰብ ዘይሰፍሮ ኣረጊት ህንጻ ስለ ዘሎ ሎሚ ለይቲ ኣብኡ ከነሕልፎ ኢና፣ በሎም። እቲ ህንጻ ኣብ በሪኽ ዝተደኮነ ስለ ዝነበረ ካብ ርሑቕ እዩ ዝረኣ። ናብ ከተማ ዘእቱ ጽርግያ ገዲፉ ናብቲ ኣረጊት ህንጻ ገጹ ኣበለ። ናብኡ እናቐረቡ ኣብ ዝመፅሉ እቲ ህንፃ መመሊሱ ዝገዝፍ ዘሎ ኮይኑ ተሰምኦም። ካብኡ ሓደ ሚእቲ ሜትሮ ርሕቕ ኢሉ ሓደ ዓብዪ ቀላይ ይርከብ። ጀይመ ነታ መኪና ደው ኣቢሉ ኩላትኩም ውረዱ በሎም። ሰለስቲኦም ካብታ መኪና ምስ ወረዱ ነታ መኪና ኣንፈታ ናብቲ ቀላይ ኣጠሚቱ ፍሬኖ ማኖል ኢሉ ነቲ መውሃቢ ነዳዲ ብእምኒ ፀቐጦም። ብድሕሪኡ ብደገ ኮይኑ ነቲ ፍሬኖ ማኖ ኣዝለቖም። ማኪና ድማ ትኽ ኢላ ናብቲ ቀላይ ተደቕደቐት። ዝተረፈ ጉዕዞና ብምንታይ ክኸውን እዩ? ኢላ ዝተሻቐለት ሜጋን ናብ ለጎርኖ ደኣ ብምንታይ? ኢላ ክትሓቶ ሓሲባ ነይራ። ደሓር ግና ዘረባ ዓሻ ኮይኑ ስለ ዝተሰምዓ ኣይሓተተቶን። ብድሕሪኡ ቅልጥፍ ቅልጥፍ እናበሉ ናብቲ ኣረጊት ህንጻ ገጾም ከዱ። ፊሊክስ መዕለሊ ክኾኖም ኢሉ፣ እቶም ቀደም ነዛ ሃገር ዝመርሑዋ ዝነበሩ ንጉሳውያን ቤተሰብ ነዚ ህንጻ ከም ቤት ማሕቡስ ምሩኻት ኲናት እዮም ዝጥቀሙሉ ነይሮም ብምባል ዕላል ጀመረሎም። በዚ ዝተበገሰ ብዙሕ ኣዕለሉ። ትኽ ኢሎም ናብቲ ብሓጺን ዝተሰርሐ ቀንዲ መእተዊ ማዕጾ ገጾም ቀረቡ። እቲ ማዕጾ ዋላ ሓደ ቁሊሕ ዝብሎ ሰብ ስለ ዘይረኸበ ኣሪጉ ተበላሽዩ ነበረ። ውሽጣዊ ክፋል እቲ ህንጻ'ውን ብውሕልነት ዝተሰርሐ ብዙሕ ክፍልታት ዘለዎ እኳ እንተነበረ፣ ንሱ'ውን ተበላሽዩን ረሲሑን ነበረ። እቲ ህንጻ ኣርባዕተ ደርብታት ዝነበሮ ኮይኑ፣ ንኹሉ በብሓደ ደይቦም ፈተሽዎ። ኣብ ድላዮም ዝድቅሱሉ ብዙሕ ክፍልታት ኣለዎ። ቁሩብ መሰዕረፉ፣ ንስኻትክን ንመደቀሲ ዝኾነና ጽፉፍ ክፍሊ ኣናድያ፣ ኣነን ፊሊክስን ድማ ዝብላዕ መግቢ እንተ ረኸብና ክንደሊ ኢና። ካብቲ ኮፍ ኢልዎ ዝነበረ ብድድ በለ። በቲ ዘቕረቦ ሓሳባት ንሳተን እውን ተሰማምዓ። ብድሕሪኡ ክልቲኦም ደረጃ ወሪዶም ንደገ ወጹ። ንሳተን ድማ ዝሓሸ መደቀሲ ከናድያ ተንስኣ። ናብ ላዕሊ ደይበን ንኹሉ እቲ ክፍልታት በብሓደ ክዘርኦ ጀመራ። እቲ ገዛውቲ ዋላ ሓንቲ ፍልልይ ዘይብሉ ሓደ ዓይነት ኮይኑ ብርስሓት ግና መርዓ ኣይነበሮን። ካብ ኩሉ ዝረኣዮ ክፍልታት ብጽሬታ ደሓን ዝኾነት ክፍሊ ምስ ረኸባ ኣነን ጄመን ኣብዚኣ ክንሓድር ኢና ንስኺ ድማ ምስ ፍሊክስ ኣብቲኣ ትሓድሪ ሓውሲ ትእዛዝ ዝመስል ሓበሬታ ነበረ። ሜጋን ስለ ዝተገረመት ጥምት ኣበለታ ዋላ ሓንቲ ግና ኣይመለሰትላን። ኣምፓሮ ድሌታት ሜጋን ንምርግጋጽን ክትፍትናን ኢላ እሞ ንስኺ ምስ ጄሚ ዘይትድቅሲ? ሓተተታ። ሜጋን ሕጂ'ውን ኣይመለሰትላን። ብዘይምምላሳ ስለ ዝሓረቐት፣ ክትፈልጢ ዘለኪ ንጄሚ ብፍቕሪ ክትሕዝዮ ፍጹም ኣይትሕሰቢ፣ ምኽንያቱ ንስኺ ምስ ደረጅኡን ዝንኡን ኣይትኸድን ኢኺ። ኣነኣኣሰታ። ዘረባ በዚሑ ክትምልስ ስለ ዝነበራ ሓውሲ ቅጥዕ ኢላ፣ ኣነ ኣብ ከምኡ የለኹን፣ እንተ ንስኺ ግን ድላይኪ ግበሪ። ድሌት ከም ዘይብላ ኣብርሃትላ። ድሕሪ ሓደ ሰዓት ጄሜ ብኽልተ ኢዱ ክልተ መናቲለ፣ ፌሊክስ ድማ ንሓዊ ዝኸውን ዕንጨይቲ ሒዞም ተመልሱ። ኣብ ሓንቲ ግፍሕ ዝበለት ክፍሊ ኮይኖም ንኽጠብስዎን ፌሊክስ ሓዊ ክውልዕ እንከሎ ጄሜ ድማ ይጠብሐን ነበረ። ኣይተሓዛልና። ደሓን ዝኾነ መግቢ ክንረክብ ኣይከኣልናን። ብዝኾነ ግን ኣብ ሎጎርኖ ምስ ኣተና ዝሓሸ መግቢ ክንረክብ ተስፋ ንገብር። ንግዜኡ ግን ኣይተስተዋሕድኦ። ፊሊክስ ተዛረበን ተመጊቦም ምስ ወድኡ፣ ሳዕስዕ'ሞ ስራሕ ከይትረስዕ፣ በብእዋኑ ንደቅስ ምኽንያቱ ንግሆ ተንሲእና ክንግስግስ ኣለና ኣተሓሳስቦም። ክድቅሱ ብግስ ምስ በሉ ኣምፓሩ ቅልጥፍ ኢላ ንዓ ናብዚ ንኽልቴና ዘዳለኽዋ ደሓን ዝኾነት መደቀሲ ክፍሊ'ላ ስሕብ ኣቢላ ወሰደቶም። ክልቲኦም ኢድ ንኢድ ተታሒዞም ንላዕለዋይ ደርቢ ገጾም ክኸዱ እንከለዉ፣ ሜጋንን ፊሊክስን ድማ ተጠማሚቶም ስቕ በሉ። ዕንድ ኢላ ደው ምስ በለት፣ ሲስተር፣ መደቀሲ ክፍሊ ረኺብኪዶ? ፊሊክስ ሓተታ። እወ፣ እንኪ እዚ ምንጻፍ ደቅሲ ኣዕርፊ። የቐንየለይ። ገንዘብኪ። ብሩኽ ለይቲ። በላ። ንዅላትና ብሩኽ ለይቲ። ናብ መደቀሲኣ ከደት። ሜጋን ብዛዕባ ርክብ ጀይምን ኣምፓሮን ንፊሊክስ ክትሓቶ ሓሲባ ነይራ፣ ድሓር ግና ንምንታይ ብዛዕባ ውልቃዊ ህይወተይ ሓቲትክለይ? ኢሉ ከይቄማ ስለ ዝሰግአት ኣቋረጸቶ። ጀይምን ኣምፓሮን ኣብቲ መደቀሲኦም ኰይኖም ኪርኪር ኢሎም ክስሕቁን ከዕልሉን እንከለዉ ሜጋን ትሰምዖም ስለ ዝነበረት እንታይ ኢሎም የዕልሉ ከም ዘለዉ ንምርግጋጽ ኣእዛና ኩር ኣበለተን። ዋላ ሓንቲ ዝስማዕ ነገር ስለ ዘይነበረ ጸሎት ኣዕረገት። ጸሎት ጸልያ ምስ ወደእት ክትድቅስ እኳ እንተ ፈተነት፣ ድቃስ በየን ትምጻእ? እብይ ኣበላ። ብኸመይ ኣብ መናብይ ዘኽታማት ክዓቢ ክኢለ? ኢላ ክትሓስብ መሬት ወግሓታ። ሉችያ በቶም ኣብ ቤት ማእሰርቲ ዝነበሩ ማሕበረሰብ ህብብቲ ሰብ ኰነት። ታሪኻ ብቕጽበት ናብ ኵሎም ኣባላት ፖሊስን እሱራትን በጽሐ። ሓደ ኣብ ሓለዋ ዝነበረ ኣባል ፖሊስ ነቲ ዅነታት ሰሚዑ ገሪምዎ። ሉችያ ደጊም ናብ ተብልዮ ይብልክን ልክዕ ከምዚ ዓቢ ዓሳ ኣብ ንእሽቶ ዒላ ዝሕንብስ ዘሎ ኢኺ ኮንኪ ዘለኺ። ድሮውን መንግስቲ ኢጣልያ ኣብዚ ከምዘለኺ ስለ ዝተሓበሮም ናብ ኢጣልያ ንኽመልሱኺ ሓደ ጉጅለ ፖሊስ ክሰዱ ምዃኖም ሓቢሮም ኣለዉ። ንምዃኑ እንታይ ዓይነት ገበን ስለ ዝፈጸምኪ ኢኺ ክሳብ ብኢንተርፖል ትህደኒ ዘለኺ? ንኽትምልሶ ዜሸግር ከቢድ ሕቶ ሓተታ። ሉቻ ግና ኻብታ ጸባብ ሸላ ከመይ ኣቢላ ኸም እተምልጥ ክትሓስብ ዋላ ሓንቲ ኸይመለሰትሉ ስቕ በለት። ብሰንኪ ሩቤል ዝፈጠሮ ባእሲ ስለ ዝተታሕዘት ተቐየመቶ። እቲ ዘይርጉእ እዋን ደራሲ ሲድኒ ሸልደን ተርጓሚ ተኪኤ ገብረ ማርያም ምዕራፍ ሰላሳ ኣብዚ ተዛዚሙሎም ምዕራፍ ሰላሳን ሓደን ኣብ ዝቕፅል ክፋል